ባድመ መሬት ትግራይ እያ። መሬት ኢትዮጵያ ኣይኮነትን፣ መሬት ትግራይ እያ። እዝነይ ድዩ ብሓቂ
መሬት ኢትዮጵያ ኣይኮነትን፣ መሬት ትግራይ እያ። ትግራይ መሬት ኢትዮጵያ ኣይኮነትን። ተዋሃሰ። ኣነ ቅድም ቀዳድም ትግራዋይ እየ። ቅድም ቀዳድም ትግራዋይ እየ ኣነ። ብካልኣይ ደረጃ ኢትዮጵያዊ። ትግራይ ናይ ኢትዮጵያ ኣካል ደኣ እምበር ኢትዮጵያ ናይ ትግራይ ኣካል ኣይኮነትን።
ከይዘረቡኒ እሞ ትግራይ ኣካል ኢትዮጵያ እያ ክትብል ከለካ እኮ ኣብ ውሽጢ ትግራይ ዘሎ ዓድታትን ከተማታትን ኣካል ኢትዮጵያ ማለት እዩ ንባድመ ገዲፍካ ባድመ ንኢትዮጵያ ዝምልከት ኣይኮነን ልኡላዊ መሬት ኤርትራ እዩ ምናልባሽ ከምቲ ኩሉ ሻዕ ትገብርዎ ዝተተምንየ ዝተቕደሐት ባድመ ታለያትኩም ንገሩና ከምቲ ኣብ ደርፍታትን ስነ ጥበብን ታሪክን ምስራቅን ምቕዳሕን ትገብርዎስ ኣብ ክልል ትግራይ ዓዲ ሰሪሕኩም ባድመ ኢልኩም ሰይምኩም ኣይተሃሊኹም ንገሩና እምበር እዚ እዛ ሓንቲ ባድመ ኣብዚ ከባቢ ቀርኒ ኣፍሪቃ ንፈልጣ ኣብ ውሽጢ ኤርትራ እያ ትርከብ መሬት ኤርትራ ኣብ ኤሮጳ ሄግ ናይ መወዳእታን ቀያድን ፍርድን ተዋሂብዎ ስለ ዝኾነ መሬት ኤርትራ ካብ ፈለሙ ከም ምዃኑ ስለ ተረጋገጸ፣ ዘዛርብ ዘኻ ጥዕና ኣይኮነን። ስቁ ኢልካ ኣይኮነን ዘዝረኣኻዮ ምስራቕ ናይ ኤርትራ ልሙዕ መሬት ኣሎ እሞ ናብ ትግራይ የእትዎ ኣብዚኣ ፅቡቕቲ መፅረዊት ገረብ ኣላ እሞ ናብ ትግራይ የእትዎ ከምኡ ዝበሃል የለን ዝኾነ

ኣብዚኣ ኣላ እሞ ዓባይ ጎቦ ናብ ትግራይ የእትዎ ዋ እዛ ራሽ ደሽንስ እዚ እቲ ዝነወሐ ጎቦ ኣብ ኢትዮጵያ ራሽ ደሽን ኣብ ክልል ኣምሓራ ከዓ ይርከብ እዚኦም ግን ናይ ትግራይ ከም ምዃኑ ኣብ ትግራይ ከም ዝርከብ ናይ ሓሶት ትምህርቲ እናእሹ ተምሃሮ ይምህሩ ነይሮም ኣብቲ ስሩዕ ትምህርቲ ናይ ኢትዮጵያ ናብ ናይ እንግሊሽ መፅሓፍ ከምኡ ኢሎም ይምህርዎም ነይሮም ድሕሪ ምልዓል ተቃውሞ ናይ ጉዳይ ወልቃይት ንሳ እውን እታ ወልቃይት ንባዕላ ናይና እዮም ዝብሉ ብዝኾነ ነቲ ዓይኒ ዘንቁር ሓሶት ኣብ ቴሌቭዥን ወፂኦም ክእርምዎ ገለ ነቲ ተቃውሞ ዝህድዎ ኢሎም ይቕሬታ ሓቲቶም ማለት እዩ በአስረኛ ክፍል ገጽ 24 ላይ በወቅቱ ተካቶ

በተማሪዎች መልመጃ ላይ የቀረበበት ሁኔታ ነው ያለው። እዚ ባህሊ ናይ ሓሶትን ስርቅን ዜና ካብ ምድላይን ገለ ካብቲ ጠንቅታት ንህዝቢ ትግራይ ኣብዚ ኩሉ ሽግር ኣብፅሕዎ ዘሎ እዩ በዛ ዓዲ ምሓራ ወልቃይት ናይ ህዝቢ ትግራይ ትብል በዚ ዘሎ ጎቦ ናይ ናይ እዩ ናይ ህዝቢ ትግራይ ትብል በዚ መሬት ኤርትራ ባድመ ናይ ናይ እዩ ናይ ህዝቢ ትግራይ ትብል ከምኡ እናመሃርዎ ነቲ ህዝቢ ኣብ ሓዊ የእትርዎ ባድመ ናይ ህዝቢ ትግራይ እዩ ትግራይ እያ ምስ ኣሕዋትና ኤርትራውያን ዘበኣስ ምክንያት የብልናን።
ኣንተ ወይ ትግራዋይ ከም ምዃኑ ይነግረና ነይሩ ኣማን ብኣማን ከዓ ትግራዋይ ኢኻ ራእይዎ እሞ እታ ናይ ኤርትራ ዝኾነት ባድመ ናይ ህዝቢ ትግራይ እዩ ናይ ትግራይ እያ እናበለ ውሱኽ ኣቢሉ ከዓ ምስ ኤርትራዊ ዘበኣስ የብልና ይብል ኣብ ሓንቲ ሰንተንስ ክልተ መልሓስ ተዛሪቡ መሬት ኤርትራ ናነ ይነበልካስ ምስ ኤርትራን ዘባእስ የብለን ኢልካ ኣሎ እምበር ከይርድኦም እዩ ዝብልዎ ዘለዉ እዚ ኩሉ ብሰንኮም ኣብቲ ከባቢ ዝነበሩ ኤርትራውያን ኣብራዲሮም ባድመ ናይ ናይ ኢሎም ውግእ ብወግዒ ኣብ ፓርላማ ኣዊጆም ሰለስተ ወራራት ኣካይዶም ልዕሊ 19 ሽሕ ኤርትራውያን ደቃ ከምትኸፍል ጌሮማ እታ ሃገርስ ናብ ቤት ፍርዲ ከይዱ ባድመ ናይ ኤርትራ ከም ምዃኑ ተረጋጊጹስ ድሕሪኡ ንልዕሊ ዓሰርተ ሓሙሽተ ዓመት ኤርትራ ንኽዳኸም ንኽትጠፍእ ኢሎም ሰሪሖም ተማህሊሎም ኩሉ ምስ ፈሸለ እቲ ንኤርትራ ዝሓሰብዎ ቅልውላው ናብኣቶም ምስ ተጠውየት ኣብ ክንዲ ይቕረ በሉና እወ ባድመ ናትኩም እያ ናትና ኣይኮነን ኣብ ክንዲ ዝብሉ ከይሓፈሩ ባድመ ናይና እያ ዋላ ኣሕዋቶም ነቕተለሎም ዋላ እቲ መሬቶም ኮፍ ንበሎም ኣሕዋትና እዮም ልዕሊቶም ክንወሮም ኢልና ነሕዋቶም ዝቐተልናሎምስ ንሕና ተጋሩ ንቐርቦም ክብሉኻ ከለዉስ ክሳብ ክንደይ ክፉኣት ግብሪ ገበርቲ እከይ ሕልና ዘይብሎም ሰባት ከም ምዃኖም ጥራይ ዘርእየካ ዘይፍጠሩኸ ባእ ንምንታይ ኢና ኩልሻዕ ንስዓር ንምንታይ ኢና ኩልሻዕ ኣብ ፀገምና ኣቱ ኢሎም ዝበኽዩ ኣለዉ ገለ ተጋሩ። እዚ ኩሉ ንዜናትና መሬት ንሰርቕ ሰብ የሕልቕናስ፣ እዚ ኩሉ ተንኮል ፍሒስናስ፣ እዚ ኩሉ ሓሲናስ እንታይ ኢና እማ ኮይና ዘይንዕወት? ዝዓይነቱ ዘረባ ዝዛረቡ ተጋሩ ውሑዳት ኣይኮኑን።
ንሕና ተጋሩ ሰራሕቲ ታሪኽ ግን መስዋእቲ ከፊልናስ፣ ዘይንጥቀም ደኺምና ደኺምና ደኺምናስ ኣብ መወዳእታ ኣብ ፀገም ንኣቱ። ሰብኣይ ኩሉ ሻዕ ኣይተስዕርን ነዚኣስ መልሲ ስኢንኩምላ እም? ዜናትካ መሬት ናተይ እዩ ትብል ተኾንካ ብሓሶት ናይ ናማትካ መሬት ክትሰርቕ ሰብ ተህልቕ ተኾንካ ደኣ እንታይ ትጽበ?
ንሕና ሰላም ኢና ንደሊ ሰላም ኢና ንደሊ ምስ ኤርትራውያን ዘባእስ ነገራት የብልና ባድመ ሸፈጥ እያ ወይ ናብ ኩናት ዘይምኻድ ንሳንተ ነራታ ዋታዋና ነገር ወይ ድማ እንተ ነይሩካ ጉዳይካ ወዲእካ ተፈፂምካ ትምለስ ኣብ ኣፍ ኣስመራ በፂሕካ ተመለስ ዝበሃሉ ምክንያት እንታይ ነይርዎ እዚ ኩሉ ሰዊእካ
ወይ ጉድ ሰላም ኢና እንዳል እናበለስ ኣብቲ ግዜ ወራራት ንኤርትራሲ እንታይ ኮይኖም ዘይገበርጥዋ ዘይተቆፃጠራ እዩ ዝብሉ ዘሎ እቲ ናይ ዘይሰላም ሕልሙን ባህጉን ናይ ስርቅን ዘይናትካ ምድላይ ባህሎም እዩ ዘንጸባርቕ ዘሎ። ናይ ኣስመራ ምሓዝ ህልሙን ባህጉን እዩ ዝነግረና ዘሎ። ግና እቲ ዓቕሚ የለን። ስለዘየለ እዩ ከኣ እዚ ኩሉ ዘህተፍትፎም ዘሎ። ንስመራስ ክሕዝዋ ተበጊሶምን ፈቲኖሞ እዮም፣ ግን ተደርዒሞም። ኣፍ ኣስመራ ኣይኮነን ጥቕኡ እውን ኣይቀረቡን። ጥቓ ኣስመራስ ኣይቀረቡን። ወያነ እዚ ወራርዚ ክጅምር ከሎስ ኣስመራ ክኣቱ ኢሉ እዩ ፈቲንዎ ኣስመራ ኣይኣተወን ኣይበጽሖን ኣብ ጥቕኡ እዚ እቲ ቀዳማይ ጸገም ናቱ እዩ እቲ ካልኣይ እውን ብካልኣይ ደረጃ ሒዝዎ ዝነበረ ዕትብ ዝበለ መደብ ንዓሰብ ምሓዝ እዩ እዚ እውን ኣይሰለጦን እዚ ከም ቀንዲ ተልእኾ ናይቲ ሰራዊት ኮይኑ ዝተዋህበ ዘይምፍጻሙ ንገዛእ ርእሱ ሓደ መዐቀኒ ናይቲ ወራር ናይ ወያነ እዩ። እዚ ኹሉ እዚ ነቲ ዲፕሎማሲያዊ ዓለም ክልተ ነገር ምሂርዎ ክኾን ይኽእል እዩ። ሓደ እቲ ሕልምታት ናይ ወያነ እዩ። ካልኣይ እቲ ናቶም ሕቡእ ኣጀንዳታት እውን ዳርጋ እቲ ዓለም እንዳፈለጦ እዩ መጺኡ። ዓሰብ። ንእግረ መንጎዲ ዝመጸ ነገር እዩ። ከመይ ድዩ ንእግረ መንጎዲ ዝመጽእ? እዚ ኩሉ ሰብ ሞይቱ፣ ብዓቢኡ ፍረ ኣይተረኽቦን፣ ማእለያ ዘይብሉ ንብረት እዩ ጠፊኡ፣ ፍረ ኣይተረኽቦን። ኣብ ውሽጢ እቲ ፖለቲካዊ ሕምብርቲ ናይ ኢትዮጵያ ኣብ ኣዲስ ኣበባ ዳርጋ ሰብ ክዛረበሉ ዝጀመረ ጉዳይ እዩ። ዋእ እዚ ኩሉ ጌርካ ድኣ እንታይ ተረኽበ'ሞ ዋላ እኳ ዓሰብ እውን የለን፣ ዓሰብ እውን ክንሕዛ ኣይከኣልናን ዝበሃል ምስ መጸ፣ ከም ኣተሓሳስባ እዚ ናይ ዓሰብ ቀልጢፉ ይመጽእ ማለት እዩ።
ኣብ ኣፍ ኣስመራ በጺሕኻ ተመለስ ዝበሃሉ ምኽንያት እንታይ ነይርዎ? እዚ ኩሉ ሰዊእኻ? ዝኩሉ ህይወት ኣጥፊእኻ? ዝኩሉ ንብረት ኣጥፊእኻ? ድሕሪኡኸ ናይ ኣልጀርስ ኢልካ ድማ ዳኒኒ ኢልካ ዘኺር እንታይ ነይሩ እኳ። እዋእ መዓስ ፈትዩ ኮይኑ ፈሪ ከይፈትወ በፍንጭኡ ንድሕነት እዩ ፈሪሙ እምበር መዓስ ካልእ ኮይኑ መዓስ ንሰላም ኢሉ ፈሪሙ ንድሕነት እዩ እዚ ባይታ ዘሎ ጭብጥን ሓቅን እዩ ንሰላም ኢሉ ተዝኸውን ሸዓ እታ ፍርዲ ኣብ 2002 ዝተዋህበት ካብ መሬት ኤርትራ ምወፀ ግን ንልዕሊ 15 ዓመት ንኣያታቱ ኣሚኑ ዘራይ ዝኾንዎ ኣሚኑ ክኸይድ ጸኒሑ ስለዚ ከይፈተወ ይፈርዩ ሰላም እና እንደሊ እናበለ ከዓ ንምንታይ ናይ ውዕል ሰላም ዝፍርም ከዓ ዝበልካ ርእይዎ እሞ ፅንሕ ኢሉ ከዓ ሃብዎም ክብል እዩ ካብ ናብ ዳንነት ከድኩም ይሃብዎም ክብል እዩ ስምዕዎ ዋ ተዳኒኻ ድማ ንሃቦ እንተባልካ ሃቦም እንታይ ዳ
በቃ ሕጂ ኣብኣ ርገፅ ኣብታ ተፈሪ ዝብል ቃል ማለት እዩ እምበር ንባድመ ዘሕድግን ዘሕርርን የለን። ጥራሕ ሰላሕ ኢልካ ካብታ ዘይመሬትካ ምውጻእ እያ ተደሊ ነይራ። ብዝኾነ ደሓን ተፈሪዱ እዩ፣ ብካልእ ኣዘራርባ ናብ ዋናታቱ ምለስዎ እዩ ዝብል ዘሎ። ሓራይ ግን ትጸንዕ ድያ ኣብዛ ሕጂ ዝበላ? ኣቐዲሙ ትግራዋይ ከም ምዃኑ ሓቢሩ እንድዩ። ከምቲ ዝረኣናዮ ከኣ እቲ ዘረባ መትሓዚ የብሉን። ሓንሳብ ሰላም ኢና ንደሊ ይብል፣ ሓንሳብ ንምንታይ ካብ ኣፍ ደገ ኣስመራ ዝምለሱ ይብል፣ ሓንሳብ ባድመ ናይ ናይ ይብል፣ ሓንሳብ ሃዎም ይብል። እስከ ክፀንዕ ድዩ ኣብዛ ተፈሪዱ እዩ ዝብላ ዘሎ ሃዎም ዝብል ዘሎስ ክፀንዕ ድዩ ኣብዛ ዘረባ ንርኣዮ እስከ ዋ ተዳኒኻ ድማ ሃቦም ተባሂልካ ሃቦም እንታይ ዳ ኣነኹ ይወሃብ ማለት እየ ኮንኩ
እንታይ ገዲሽካ ከምዚ ትጻዋወ ላዘረባ እኮ መንገዲ ኣስመራ ከደን ጌርካያ መንገዲ ልቢ ትግራይ ውይውይውይውይ ኣቢልካያ እኮ መትሓዚ ተሳኢንዋ ብዝኾነ ከይነውሖ ዝዘረባ ንምንታይ እዮም ኣብ ታሪክ ምቕዳሕን ምስራቕን ናይ ሓሶት ታሪክ ጥውፅዋይ ኣብ ምፅሓፍ ዝዋፈሩ ንምንታይ እዮም እቲ ጎቦ ናይና እዩ ባድመ ናይና እዩ ወልቃይት ናይና እዩ ናይና እዩ ናይና እዩ እንዳብሉ ንህዝቦም ኣብ ሓዊ ዘእትዎ ሓንቲ ፊልም ዘጥኛና ብኣሞ ቤቢ ድራይቨር ቤቢ ድራይቨር እያ ትበሃል ቤቢ ድራይቨር ሕጂ ኣብዛ ፊልም ንሓንቲ ባንኪ ክሰርቋ ይብገሱ እሞ ቅድሚ ምስራቆም ነቲ ክፍፅሞ ተዳልዮም ዘለዉ ገበን ጃስቲፋይ ንክገብርዎ ወይ ከም ቅቡል ነገር ገይሮም ንነብሶም ከእምኑ መታን መመኽነይታ የምፁ እቲ ኣብ ባንኪ ዘሎ ገንዘብስ ናይና እዩ ኢሎም ነብሶም የታልዋ ማለት እዩ ንነብሶም የእምንዋ ከምኡ ኢሎም ቅድሚ ምስራቆም ማለት እዩ

What's rightfully ours?
እዚኦም ከዓ ከምኡ እዮም ወያነ ከምኡ እዮም ነቲ ናይ ምውራር ናይ ዜናካ ምድላይ ባህሊ ከም ቅቡል መታን ከእምንዎም ንህዝቦም ዘየለ ሓሶት ይነዙ ማለት እዩ ዘየለ ሓሶት ታሪክ ይፅሕፉ ዘየለ ሓሶት ይፅሕፉ ማለት እዩ ኩሉ ናትኩም እዩ ኢሎም ከእምኖም ሕኽ ይብሉ ማለት እዩ እዚ ከዓ ናይ ስርቂ ባህሊ ምጉስኳስ ናይ ሳጥናኤል ስራሕ ማለት እዩ እዚ ከዓ ሓደ ካብቲ ጠንክታት ኣብዚ ኩሉ ሽግር ኣብፅሖም ዘሎ ኣብ መውዳእታ እንታይ ክንብሎም ደሊ እዚ መሬትኩም ናትና እንዳበልካ ሰላም ኢና ንደሊ እንዳበልካ ናይ ላግፂ ዘረባ ተትገድፎ ምሓሸኩም እዚ ዓይነት ዘረባ ኣብ ልዕሊኹም ተወሳኺ ጽልኢ ዝፈጥር እምበር ናብ መንገዲ ሰላም ዘምርሕ ኣይኮነን። ኣብ ክንዲ ይቕረ በሉልና እቲ ብወያነ ዝተወለዐ ወራር ጌጋ እዩ ነይሩ፣ ወያነ ንዓና ይውክልኒ እቲ ባንመ ናትኩ ተትብሉስ ሓደ ስጉምቲ ዘይኮነስ ሓደ ስድሪ ናብ መንገዲ ሰላም ዘምርሕ ምኾነ። ብዝኾነ ኣዚያ መወድ ዝወዳሕንኩም። ሰላሳን ትሽዓተን
ተጠቒምናን ካብ ሞት ዘይንድሕን ምባል ሓጢኣት ድዩ? ክምብትታን ኣይንደልዮን። ተሸቑሪርና እንድሕር ኣብ ኢትዮጵያ ክንነብር ኮይንና ኢትዮጵያ ንዓና እንታይና እያ? ተሸቑሪረ ዝነብረላ ኢትዮጵያ ንዓይ እንታየ እያ?